ሰላመይ ይሓድገልኩም ሰላመይ እውን እህበኩም ኣለኹ እቲ ኣነ ዝህቦስ ከምቲ ዓለም እትህቦ ኣይኮነን ኢሉ ኢየሱስ ክርስቶስ ጎይታና ተዛሪቡ እቲ ንሱ ዝህቦ ሰላም መወዳደርቲ የብሉን ንኡ ዝመስል እውን የልቦን ስለምንታይ የሱስ ክርስቶስ ንሱ መስፍን ሰላም ስለ ዝኾነ ካብኡ ጥራይ እዩ ዝነቅል እቲ ሓቀኛ ዝኾነ ሰላም በዚ ምኽንያት እዚ ናይ ክርስቶስ የሱስ ሰላም ካብ ኩሉ ይበልጽ ንመንፈስ ንነፍሲ ንስጋ ዝባርኽ ሰላም ክርስቶስ ኢየሱስ እዚ እቲ ጎይታና ኢየሱስ ክርስቶስ ቅድሚ ናብ መስቀል ምኻዱ ዝተዛረቦ ዘረባ እዩ። ብድሕሪ ትንሳኤኡ ዝኾነ ድማ ሰላም ዘምጸኤ እንታይ ከም ዝኾነ ቃል እግዚኣብሔር ይዛረበና ብእኡ ብደም መስቀሉ ገይሩ ሰላም ምስ ገበረ ከኣ ነቲ ኣብ ሰማይን ዘሎን ኣብ ምድሪ ዘሎን ኩሉ ንርእሱ እንታይ ገይርዎ ኣሎ ንርእሱ ተዓሪቕዎ ኣሎ ይብለና። ስለዚ ብደም የሱስ ክርስቶስ ሰላም ኣሎ ማለት እዩ። ሰላም ምስ ኣምላኽ። እዚ ምስ እግዚኣብሔር ኣምላኽ ሕብረትን ሓድነትን ጌርካ ክትነብረሉ እትኽእል ሰላም፣ ንዘለዓለም ዓለም ዘንብረካ ሰላም ብደም ኢየሱስ ክርስቶስ ዘሎ እዩ። ብስም ክርስቶስ ኢየሱስ ጎይታና ዝኣምን በረኸት ናይዚ ሰላም እዚ ተማቓላይ ይኸውን። ኢየሱስ ክርስቶስ እቲ ኣብ መንጎ ኣምላኽኒ ኣብ መንጎ ደቂ ሰባትን ዝነበረ ዝኽልክል መጋረጃ ዝቐደደ ተፈጸመ ምስ በለስ እቲ መጋረጃ ቤት መቕደስ ካብ ላዕላዩ ክሳዕ ታሕታዩ እንታይ ኮነ? ተተርተረ፣ ተቐድሐ። እዚ እንታይ እዩ ስእላዊ መግለጺ ዘርእየና? ናብ መንግስቲ እግዚኣብሄር ዘእቱ ክልኩል ዝነበረ ደገ ሕጂ ንኹሉ ብክርስቶስ የሱስ ክፉት ከም ዝኾነ፣ ክፉት ኮይኑ ከኣ ምድሪ ክሳዕ ዘላ ከም ዝነብር ዘርእየና እዩ። ስለዚ ናብቲ የሱስ ክርስቶስ ከም መራሒ ኰይኑ ዝኣተወ ውሽጢ እቲ መጋረጃ ዘእትወና ተስፋ ኣሎና። ተስፋና ኸኣ ንሱ የሱስ ክርስቶስ እዩ፣ እቲ መስፍን ሰላም ዝዀነ ጐይታ። ነዚ ጐይታ እዚ ነፍለጦ ንእመኖ ናይ ዘልኣለም ህይወት ክኾነልና የሱስ ክርስቶስ ጎይታ ኢኻ ኢልና ንተኣመኖ በረኸት ሰማይ ኩሉ ግዜ ምእንቲ ክኾነልና ሰላም ኣምላኽ ኣብ ህይወትና ኩሉ እዋን እና ዓዘዘን እና በዝሐን እና በርከተን ምእንቲ ክኸደልና ኣብቲ ጎይታ የሱስ ክርስቶስ ዘለዎ ኣብኡ እዩ ህይወት ዘሎ። ኣብኡ እዩ ሓርነት ዘሎ፣ ኣብኡ እዩ ክብርን ምጽንናዕን ዘሎ። የሱስ ክርስቶስ ህያው ኰይኑ ብህያውነት ዝነብር ጐይታ ህይወት እዩ። ኣብቲ ናቱ ህይወት ክንኣቱ ጐይታ የሱስ ክርስቶስ ደለየና። ኣብኡ ምስ ንኸውን ኣብ ክርስቶስ የሱስ ምስ እንጽንዕ ምስኡ ምስ እንነብር ጥራይና እቲ ሓቀኛ ዝኾነ ሰላም ምስ ኣምላኽ ዘሎ ክንለማመዶን ኣብ ሕይወትና ብዘይ ምቁራጽ ከኣ ክንምኮሮን እንኽእል። ሽም እግዚኣብሔር ዝተመስገነ ይኹን። ብእኡ ብደም መስቀሉ ገይሩ የሱስ ክርስቶስ ሰላም ምስ ገበረ ነቲ ኣብ ሰማይ ዘሎን ኣብ ምድሪ ዘሎን ዘበለ ኩሉ ንርእሱ ተዓሪቕዎ ኣሎ። ሰላመይ ሓድገልኩም። ሰላመይ እውን ይህበኩም ኣለኹ ይብለና የሱስ ክርስቶስ በዚ ሰላም እዚ ንንበር ጎይታ ይባርኽኩም።